ውሽጣዊ ሰላም ተጨኒቕካ ወይ ተናዊፅካ እንተለኻ ኣብ ሕሉፍ ኢኻ እትነብር ዘለኻ ስለዚ ዳርጋ ዘየለኻ ኢኻ ተሻቒልካ ፈሪሕኻ ወይ ተጠራጢርካ እንተ ደኣ ኣለኻ ኸዓ ኣብ መጻኢ ኢኻ ትነብር ዘለኻ ትህውትት ኣለኻ ሰላም ይስምዓካ እንተ ደኣ ሃልዩ ኣብ ህሉው ኢኻ ትነብር ዘለኻ ወይ ከኣ ናይ ብሓቂ ብሂወት ኣለኻ ማለት እዩ። ምስዛ ሓሳብ ትመሳሰል ሓንቲ ቅድሚ ሕጂ ዘንበብኩዋ ጽሕፍቲ ኣላ። ትማል ታሪኽ እያ ተመሃረላ። ጽባሕ ምስጢር እያ ኣይትሻቐለላ። ሎሚ ህያብ እያ ተሓጎሰላ። ስርሓላ ናይ ብሓቂ ምህላውካ ኣርእየላ እያ ትብል። ልክዕ እዩ ዝኾነ ሰብ ፈትዩ ኣይጭነቕን ምርጭኡ ኮይኑ ኣይሻቐልን ኮታስ ውሽጣዊ ሰላም ክህልዎ ዝጸልእ የለን እንታይ ደኣ ይጸል ሓደ ሓፈሻዊ ስነ ፍልጠታዊ ሓቂ ልምዲ እዩ ወይ ከዓ ድምር ናይ ድሕረ ባይታና ኣተሓሳስባና ኣተዓባብያና ደረጃ ንቕሓትናን ካልእ ኩሉ ምስ ሕሉፍና ዝተሓሓዝን እዩ ምኽንያቱ ኩሉ ዘጨንቐና ወይ ዘሻቕለና ኮታስ ኩሉ ሰላምና ዝሰርቀና እቲ ዝጎንፈና ፍጻመ ወይ ተጓንፎ ኣይኮነን። እንታይ ደኣ ነቲ ዝጎነፈና እንህቦ ግብረ መልሲ እዩ። እዚ ግብረ መልሲ እዚ ኸኣ ነጸብራቕ ናይ ሕሉፍናን ኣተሓሳስባናን እዩ። ንኣብነት ሓደ ትፈልጦ ሰብ ይጸርፈካ ወይ ይብድለካ ንበሎ። ተሓረቕ ከከምቲ ነቲ ፍጻሜ ዝሃብካዮ ትርጉም ከኣ ተሓረቕን ትባሳጩ እዝስ ንዓይ ከምዚ ክብለኒ ካልእን እንዳበልካ ትትርጉሞ ኣብዛ ጉዳይ እዚኣ ጥራይ መን ይበደለኛ እንተ ትበሃል ብዘይ ምምታእ እቲ ዝጸረፈ ምበልካ ምክንያቱ ንስኻ እንተ ትኸውን በደለኛ ክሳብ ክንድኡ ኣይመሓረቕካን ነይር እሞ ንሱ እንተ ደኣ ኮይኑ ገገኛ ስለምንታይ ንስኻ ትሓርቕ? ዘሕርቕ ስለ ዝተዛረበ ከም ትብል ፍሉጥ እዩ። ግና ንሱ ዘይምዃኑ እቲ ቀንዲ ጠንቂ ንርእ። ልክዕ ነታ ቀዳመይቲ ኣብነት ትመስል ፍጻመ ንተዓዘብ። ኣብዛ ካልኣይቲ ፍጻመ ሓደ ዘይትፈልጦ ሰብ ሰኺሩ ልክዕ ከምቲ ኣቐዲሙ ዝፈልጠካ ሰብ ዝጸረፈካ ጸርፊ ወይ ዝበደለካ በደል በዲልካ ንበሎ። እንታይ ግብረ መልሲ ምሃብካዮ? ክላ እዚ ኸኣ ሰኽራም ኣበይ ይፈልጠኒ እዩ ከምዚ ዝብለኒ ኢልካ ዘይከም ነቲ ቀዳማይ ሰብ ዝሃብካዮ ትርጉም ኢኻ ትህቦ። ብኡ መጠን ከኣ ምሳኻ ነዊሕ ዝጸንሕ ናይ ሕርቃን ስምዒት ኣይህልወካን። ስለዚ ኣብ ሓንቲ ፍጻሜ ብዝተፈላለዩ ሰባት ስለ ዝመጸት ጥራይ ንስኻ ዝሃብካዮ ትርጉም በበይኑ ይኸውን። ከከምቲ ትርጉም ከኣ ስምዒቱ ይፈላለ ማለት እዩ። እምበኣር ዝኾነ ፍጻመ ዘይኮነስ ነቲ ፍጻመ ዝሃብካዮ ግብረ መልሲ ወይ ሪኣክሽን እዩ ወሳኒ። ስለዚ መጀመርያ ኣብ ሕሉፍ ብዝተፈጸሙ ይኹኑ ብዘይምፍጻሞም ወይ እውን ኣብ መጻኢ ክኾኑ ዘለዎም ይኹኑ ክኾኑ ዘይብሎም ፍጻመታት ዝተፈላለየ ትርጉምን ስምዒትን እንዳሃብካ ንሎሚ ኣይትበርዛ። ልዕሊ ኩሉ ንሕሉፍን ንመጻእን ጌጋ ስእለ ኣእምሮ እንዳፈጠርካ ውሽጣዊ ሰላምካ ኣይትስረቕ። ኣብ ክንድኡ ውሕሉል ዝኾነ ርእየት ወይ ፖይንት ኦፍ ቪው ብምምዕባል ናብ ረብሓኻ ኣውዕሎ። ምክንያቱ ከምቲ ሓደ ዝበሎ ብሰንኪ ባህርያት ካልኦት ሰባት ውሽጣዊ ሰላምካ ኣይተዕኑ ወይ ኣይተባላሹ ከምኡውን ብዘይካኻ ሰላም ውሽጥኻ ክሕሉን ከንግስን ዝኽእል ስለ ዘየለ ሰላም ውሽጥኻ ሓል ኣብ ቀጻሊ